ሰላም ሰላም ፍትወ ተኸታተልቲ ሓሜት ዩብ ቻነል ሕጂ እውን ከም ወትሩ ኣዛነይትን ኣዘናጋዕትን ቪድዮታት ምስ ኣፍ ዘይኽዱን ናይ ሕቡሽ ኮመንት ስሒዘልኩም መፅእ ኣለኹ ሰናይ ምክትታል እዛ ቪድዮ ቅድሚ ምራይኩም ላይክ ግበሩ ዌልካም ኢልኩም ኮመንት ፀሓፉ ሸር በልዎ ሳብስክራይብ ከም ዝገበርኩም ከዓ ኣረጋግፁ

ኣታ እንታይ ደኣ ኣሎም ኣራንሺ ዓላ መሲሎም ዳ ኣብ ኤርትራ ኣብ ገጠር እተ ምኩሓት ኣወዳት እዮም ዚ ኣጀል ኣጀል ናይክ ምስ ባህላዊ ክዳን ብምትሕብባር ዝቐረበ መርዓ። እቲ ስሪኦም ደኣ ኣብኡ እናሃለወ ድዩ ተሰፍዩ? ገፊሑ ምሽ? ኣመና ገፊሑ። ኣጣቢቖም እዮም ዝኹኑ። ዓርኪ መርዓውቲ ድዮም ወይስ ናይ ናይክ እዮም ኣድቨርታይዝ ዝገበሩ ዘለዉ? ኩንታል ሽሮ ገዝሚ ዝተኸፍሎ መርዓ ኮላ ተበጭቢጫ ኣበጭጮማ ዶ እዘን ሰለስተ ታክሲ ዳ ናበኤን ኣብ ማእከል ዳስ ኣትየን በጃኹም ናይ ካምፓኒ ከኸፍሎም ይግባእ እዩ ኩላትካ ሸር ግበር ኣታ ወዲ ሸር ግበር ናብታ ካምፓኒ ክበፅሕ ኣለዎ ታማ ተጫወቲ ኩዕሾ ክርስትያን ፓላስ መሲልኩም ኣዕረኽቲ ኣንታ ተጫወቲ ኩዕሾ ክርስትያን ክሪስታል ክሪስታል ፓላስ እዩ ዝበሃል እዚ እባ ጽብቅቲ ክራይ ባድላ ወጻኢታት ዘይብላ ታንክስ ስለ ሓገዝክን። ኡፍ ንመጀመርታ ግዜ ናይ ጀርመን ዘይብላ መርዓን ኮመንትን ሪኤ ተከይፎም ዋና እዘን ታክሲ ግን ኣብ ፍራንክፈርት እዩ ዝነብር ንዝያዳ ሓበሬታ መርዓውቲ ናይ ውሽጢ ሃገር ምዃኖም ምስ ፈለጥካስ መዋሊ ኣጀር ሚንካዮ። እዚኦም እዮም ሕጋዊ ጋንጊስተር ሕጋዊ ራፐር እናበሉ ኣብዛ ቲክቶክ ክረብሾሙና ዘለዉ። መቸም ኣብዛ ዓለም ብዙሕ ዘሕምሙ ነገራት እንዮም ዘለዉ ሓደ ካብኣቶም ከኣ ጠስሚ ኣብ መሬት ክፈሰካ እንከሎ እዩ። እስከ እዛ ሓፍትና ጠስሚ ፈሲስዋ ኣሎ እታ ቪድዮ ረኣይዋ እሞ ሕቡሽ እንታይ እንታይ እናበሉ ከጸናንዕዎም ብሓደ ክንርኢ ኢና።
ውይ ስሌላ ውይ ጠስመይ በስመ ኣብ መንፈስ ቅዱስ ውይ እንታይ ዝገብሮ ዓይኒ ከይበሉኒ ጋይስ ጠስመይ ረእይዎ በጃኹም ዝኽሉ ገዛይ እንዳጨነዎ ከሊሰስ ውይ ዓይንኻ እንዳረኣየ ነዚ ክትደፍኦ

ኖርማል እዩ ጠስሚ ከይዱ ጠስሚ ይመፅእ ኣልዕል ቢልካ መለስ ድሕሪ እዛ ቪድዮ ሓሲስክየን እባ ትኾን እምበር ደሓን እዩ ለውጢ ከኣ ይኾኖ ካብ ኣቢ ኬሪ ኣብ ስሚንቶ ይሕሾ ኣብ ዘለዎ ቅጫ ቁረስሉ ካልእ ኣማራጺ የለን።

ብውዒታ ገዓት ገዓቲ ብላዕሊ ኮፍ ኣብያ በርበረ ርግኦ ግበርላ ኣክልያ ካልኣይቲ ጠስሚ ምጺኺ ኣብታ ጎና ኣውድቕያ እሞ ሰንቢዶ ክትሲ እዚኣ ተባዕታይ ምኽሪ እያ ብስሚላህ and በስምኣም ከዳኣ ሓዲ እባ ሕዚ ኪድ ብስሚላህ ይኮና ዳ ስለየላ ድያ ገላ ኢላ ስለየላ እያ ምስለኒ ካብ ግዜ ናብ ግዜ ደቂ ሰባት ዝተፈላለዩ ዓይነት ምህዞታት እናመሃዙ እዮም ዝርከቡ ዘለዉ እስከ ሓደ ሓውና ከዓ ዝነኣሰትካ ጫማ ከመይ ጌርካ ማዕረ እግርኻ ትገብራ ሓንቲ ቪድዮ ሰሪሑ ኣሎ እታ ቪድዮ ረኣይዋ እሞ ናይ ሕቡሽ ኮመንት ሓደ ብሓደ ክንርኢና ሕራይ እምበኣር ኩቡራት ተዓዘብትና ሎማዓንቲ ነርእየኩም ጥበብ ከመይ ጌርካ ዝነኣሳኻ ጫማ ብዘይ ጸገም ኣብ ካውእን ዝዓቢ እግሪ ከመይ ጌርካ ተእትዎም ከርእየኩም እየ ማለት እዩ እዘን ጫማ እዚኤን ጸቢበናኒ እየን ደለዋ ክትርእይወን ማለት እዩ ርእይወን ክንድዚ ድኸውን ተረፍ ቦታ ኣሎ ሕጂ ነዚ ተሪፉ ዘሎ እግሪ ከመይ ጌረ ኣብዚ ቦታ እዚ ወይ ኣብዘን ጫማ እዚኣ ብዘይ ጸገም ብዘይ ዝኾነ ቃንዛ ክወድየን ይኽእል ሓንቲ ጥበብ ከርእየኩም እየ ማለት እዩ። እና ብፅሩይ ማይ ክንሕፀብ ኢና ማለት እዩ የማነይቲ እግረይ ስለ ድዕቅና የማነይቲ እግረይ ክሓፅበ እየ ብፅሩይ ማይ ኣፅሪና ንሕፀብ ኣፅሪና ምስ ተሓፀብና ሽጎማኖ ጌርና ብስነ ስርዓት እግርና ኩለን እተን ደጠልቀነየን ነፅርዮ እግርና ከይጨኑ ማለት እዩ ድሕሪ እዚ እዚኣ ቫዘሊን ኣለዋ ፓሪስ እየን ድብላ እዚኤን ድበለጻ ቫዘሊን እየን ማለት ተተካኢሉ ከምዚኤን ተዘይ ተኮነ ብዝኮነ ቫዘሊን ክግበር ይክእል እዩ ከይብዛሓና ሓንቲ ከምዚኣ ትከውን ጌርና ብክልተ ኢድና ኣማዚና ጽቡቅ ጌርና ንለክዮ ማለት እዩ ድሕሪ እዚ መታን ኣብ ምእታው ከይጽግማና እዘን ረቀቅ ድበላ ሕጂ መጽኤን ዘለዋ ዘመናዊ ካልሲ ጌርና ነተን ጫማ ብዘይ ጸገም ክንገብረን ንፍትን ማለት እዩ ድሓር ምስ ኣብያና ንምንኣስ ንሓውና ንቦ ማለት እዩ
ከይሓሰኹም ክሰብ ዝውድእ ከምዚ ከማይ ዝረኣየ ኣለዶ ኣለና ወይ እዋይ ስራሕና ገዲፍና ምርኣይና ግድድ ንዕናያቲ ስላስ ሓሪቓ ኣብዘይ ሸጣና ከምዚ ከማይ ቀዲሙ ኮመንት ዝረኣየ ኣነ ኸኣ ሃህ ኢለ ክሰምዕ ምጽናሐይ ይገድድ ከኣ እምበር እዋይ ኣታ ፋራ ጸብሒ ሲንግል የሕሪርካ እዋይ ጸብሒ ጸብሒ ከደሕሪር እዩ ምዃኑ ዘይሰልጠካ መታለልቲ ሰባት ስለ ዝበዝሑስ ቀዲመ ኮመንት ይኣትየ ጠቒምና እግርና ድኣ ኣሕጺብካና እምበር ግብርኻሲ ድሙይ ትሕየኻን እያ ጸሪኻ ኣለኻ ዛሪ ናይ ምናእስ ሓወይ ክወዲ ከመይ ተሃዊኻ ጸኒሐ መስለካ ጦቕ ከተብሎ ሓሲብካ ወዲ ገለ ኣነ ከኣ ዝጸበባኒ ኣለዋ እሞ ተሓጒሰ ተገዲሰ ክርእየ ጸኒሐ ስኢልካ ጥራይ ንምንኣስ ሓጓቦ ክላእ ጫማ ከመይ ጌርካ ከም ዝስራሕ ተተርእየና ማሓሸና ከመይ ጌርካ ከም ዝልበስ ዘየርኣየካስ ከመይ ጌርካ ከም ዝስራሕ ክርእየካ ትፅበ ኣለኻ ኣነ ገድድ ንዓኻ ዝሰምዕ ሰልፋዕ እግረ ብዕራይ ኣሕ ኣነ ኸኣስ ከምዚ ናይ ቀደም ኮንጎ ብቕድሚተን ክቐደን ተጸብየ ነይረ ወዲ ርግምቲ ንሱ ደኣ ንመናስ ሓፍትኻስ ክትህወ ትኽእል ትሕጉሰ እዩ ትስሕቁ እንተለኹም ነዛ ቪድዮ ላይክ ግበርዋ ነዚ ቻናል ሓደስቲ ዝኾንኩም ከኣ ሳብስክራይብ ግበሩ ንኺድ መደብና ንቐጽል እዞም ኣቦና ሰላም የለን ኩናት ኣይተወደእን ብሕጂ እዩ እንዳበሉ ሓንቲ ቪድዮ ሰሪሖም ኣለው ሕቡሽ ቁጥዖም ይገልጹ ኣለው ኣነ ከኣ ኮመንት ልቕም ልቕም ኣቢለ ሒዘልኩም መጽየ ኣለኹ እታ ቪድዮ መራይዋ ኮመንት ከንበበልኩም ወገ ይኣክል እናበልካ ትጭርሕ ዘለኻ ትግራዋይ ብውነ ኸንኻ ብኸመይ ኢኻ ውግእ ይኣክል በቃ ዓዲ ሒዝና ይኣኽለና ኣቲና ዓድና ህዝብና ኣትዩ ዓዱ እንታይ ውግእ ይኣክል ኣቱም ውግእ ይኣክል ትብሉ ዘለኹም ትግራውነትኩም የጠራጥረኒ ውግእ ይኣክል ክንብል እንተኾይንና ውግእ ይኣክል መሬትና እንተተረኪብና ተመዛበልትና እንተተመሊሶም ስዱድ ህዝብና እንተተመሊሱ ውግእ ይኣክል በቃ ዓድና ሒዝና ኣለና ዘልየና ነገር የለን ውግእ ይኣክል ክንብል ንኽእል ኢና እዘይኮይኑ ግን ህዝብና ተበቲኑ ዓድና ተወሪሩ ብፀላእቲ እናተመሓደረ ጭራሖ ኣብ ቲክቶክ እናወፃኻ ኪናት ይኣክል እናበልካ ወይ ኣብ ትግራይ ዝተበደለ ህዝቢ የብልኩምን ወይ ከዓ መነራኹም ኣብታ ጨፍጫፊትና ዓዲ ዝኾንኩም እንተኾይንኩም እምበር ኣብ ትግራይ ኮይኑ ውግእ ይኣክል እናበለ ዝጭርሕ ኣብ ጀቕጀቕ ማይ እናደቀሰ ህዝብና መዓልታዊ ኣሽሓት እናኸፈልና ሞት ውግእ ይኣክል ሕሰቡሉ ቲክቶከኛታት ተጋሩ ውግእ ክኣክል ተኾይኑ መረበትና ግዝኣት ትግራይ ሙሉእ ንሙሉእ እንተተመሊሱ ጥራሕ እዩ እንተዘይኮይኑ ትግራዋይ ንህላውኡን ንሃገሩን ንህዝቡን ክብል ኣብ መስመር ኣሎ ጽባሕ ሎሚ ሰራዊት ትግራይ። ወዲ ከልቢ ኪድ ባዕልኻ ተዋግኣዮ ኣነስ ብኮሚደረ ውን ኣይገጥምን እየ። ንስኻ እንተ ሞትካ ነውሪ የብሉን ንበይናኻ ውግእ ይፍጠረልካ ኣሜን በሉ እንተ ኣሜን ብሮ ምስ ዓባኻ ግን ከናስሐካ እዩ ከጣዕሰካ እዩ ፋዘር ይቕረ በሉና ዋእ ተገምጠሉ ፋዘር ተሰዊእኹም ኣርእዩና ኣቦ ጋውና ኣይተኾኑ ይቕሬታ ግን እናተፀረፍካ ይቕሬታ ደቂ ሰብዓ ደቂ ሰማንያ ተዋግኡ ደቂ ዕስራ ደቂ ሰላሳ ከዓ ብድሕሪት ደጀን ክንከውን ኢና እዚ ገጽ እዝማ ተዋግእ ኣይተዋግአ ነበረ ኣይነበረ እንታይ ክኸውን ነይሩ እዩ ኣቦ ግን ይቕሬታ ጥፍጣፍ ኣንጢርኩምልና ሰብ ካልእ ዓጢጠወ ኣሎ ሳኻ ጥፍጣፍ እንዳ ሻሹ እንዳ ስዋ ዶ ርእየካ ነይረ ሓቂ ኣባይ ይርኢ ዝኹሉ